ከውፀካ ሓንሳብ ካብ ዘንገለ ኣሰንበድ ትሕቶታት ናብ ኖርማል ዕላልና ክንከይድ ግጥሚ ኣብ ብዙሕ ውድድራት ተሸሊምካ ኢኻ ሕጂ ንኣብነት ኣብ ሃገራዊ ፌስቲቫል ኤክስፖ ዝነበረ ካብ ሽዱሽተ ዞባታት ሃገርና ካብ ዝርከባ ክኢላታት ኣፋዊ ያታ ዝተገብረ ውድድር ካልኣይ ኮንካ ተዓዊትካ ነይርካ። እስኪ ነዚ ህሉ ክነታት ኣተኣሳሲርካ ከመይ ነይሩ ቁርብተይ እስከ ናብኡ ምልስ ኢልካ ገለ ክትብለና።
ሽዑ እኳ ኣብ ከተማ ደቂ ኣምሓረ ዝተገብረ እንዲ ናይ ሽዱሽተ ዞባታት ነይሩ ኣፋውያታ ቀዳማይ ዝወፅ ኣስመሮም ሕድራ እዩ

ገለ ከም ደርሆ ጽብያ ቀብ ቁማጡ ገለ ዝብል ማሰ እዩ ነይሩ እቲ ናይ ማሰ ውድድር እዩ ብጽላኻ ጌርካ ገለ ብዙሓት ዓበይቲ ኣርካናት ኣቦታትና ነይሮም ሕጂ መብዛሕትኦም ብሂወት የለውን በቃ ምስኦም ኢና መደቀሲ ተዋሂብና እወ ሙሉ ለይቲ እዮም ዝዕልሉ ክዕልሉ ከለዉ ንሕና ሕጂ እቲ ዝሕዝነኒ ነገር ብጣዕሚ ሪከርድ ክንገብሮ ኣይከኣልና ትፈልጢ ታሪኽ ሲ ኣብ ሓደ እዋን ምስ ታሪኽ ወይ ከዓ ምስ ዘይትፈልጦ ነበርካ ጀነሬሽን ተራኺብና ክንስናስ ክንስንዶ ኣይከኣልን ብጣዕሚ ኢና ሕጂ ዘጉየን እዚ ነገር እዚ ደቂ ሰብዓ ሰብዓን ሓሙሽተን ዓመት እዮም ንበዓል ነጋሽ ሳግላ ንካልኦት ሲ ብፆቶም ዕርኽቶም ዝነበሩ ሰባት እሞ ከዓ ናይ ሰብ ፀጋ ዕድመ እዮም እዚኦም ተራኺብና ንሕና ብዞባ ማእከልና ከድና ኣይሰነድናዮን ክንስንዶ ግባእና እዩ ሕጂ ሕጂ እዩ ዝርዳእካ እቲ ነገር ሽዑ ከምዚ ምስ ንእሽተይ ምንባርካ ብዙሕ ኣይብለካን ግን ብጣዕሚ እያ ትሕዝነን እታ ህሞት እያ ዋላ እውን በዓል ኣስመሮም ሕዝራይ ዝበሃል ዓርከይ ኣፋዊ ሓሳብ ሜራ ካልኦት ነይሮም ምሳና ክንስንዶ ዘይምኽኣልና ብጣዕሚ እዩ ዘጉየኒ እቲ ታሪክ ታሪክ እቲ ናይ ቀደም ማለት ጅግንነት ናይ ጥልያን ዘጋጠመ ቅድሚኡ ዝነበረ ዛንታታት ቅድሚኡ ዝነበረ ኣፋዊ ብህሎታት ቅድሚኡ ዝነበረ ፅውፅዋያት ቅድሚኡ ዝነበረ ምሳለታት እዚ ኩሉ ዓቢ ነገርሲ ንውድድር ኢልና ስለ ዝመጸና ጥራይ ንሳቶም ከኣ ኣጆኹም ይብሉና ኔሮም። ፍቱዋት እዮም ከኣ ጽቡቓት እዮም። ጻዕዳ ክዳኖም ጌሮም ክትርእዮም ከለኻ እቲ ጭሕሞምሲ ከምዚ ጽቡቕ ጌርካ ዘቐመጥካዮ ወይ ከኣ ዲዛይን ዝገበርካዮ ሃሪ እዩ ዝመስል። ንባዕሎም ክዛረቡ ከለዉ ላዝኦም ግርምኦም እቲ ኣከባብ ንባዕሎም ከኣ ክከባበሩ ከለዉ ኮፍ ክትብል ከለኻ ካብቲ ተኣኪብካ ኣብቲ ናይ ኣፍ ኣውያታሲ እቲ ዓቢ ክመጽእ ከሎስ ኩሎም እዮም ዝስስኡ እቲ ዕብይ ዝበለ። እቲ ምክብባር ንባዕሉ ጥዑም እዋን ነይሩ ሽዑ ደቂ ኣምሓረይ ከተማ ደቂ ኣምሓረይ ዝተኻየደ ካብኡ ጀሚረ ከማን ብዙሕ ገለገለ ማሰታት ይብል እየ ሕጂ ትቕየምሉ ዲኹም ሓንቲ ማሰ ትበልኩ ኖኖ ኣይንቕየምን እቲ ማሰ ንሕና ከምኦም ኣይኮናን እሳቶም ብርናንት ዝኾነ ርእሲ ዘለዎም ቅድሚ ሰብዓ ሰማንያ ዓመት ዝተገብረ ነገር ብኣፎም እዮም ዝብልዎ ኣብ ርእሶም ቃል ኣይርስዑን እዮም ንሕና ቁሩብ

እሞ መዛኑ ሰብ ጥበብ ሞጎሰ ናይ ኣቦዋት ንሓዝ ጥበብ ኩርዓት ለሰ ኣብ ማህጸን ያዓኩኽ ዘርኢ እንተ ፈሰሰ ንሪሙ የናብር ከም ደጎል ዋሕሰ እንተ ላም ሓሪሱ ካዕበት እንዳ ሓፈሰ ባህሊ ኣቦዋት እዩ ቁዱስ ከም ጸበል ስላሰ ናይ ኣቦዎተ ግርም ንሓዝ ኣላህ ከሐጎሰ ኣይግድን ክሊብ እናልካ ጥራይ ነብሰ ሰለፍ ግዳም ወጽዩ ተተገምሰሰ ትርንጎ ጸዲፉ ተኸመስመሰ ቅልቅል እስታይክን ጎበዝ እናሓመሰ ናተዳወሰ ገል ናተሓመሰ ክልተ ሳርማ ተጻዊዱዶ ከይርከብ ድቃሰ ግፍቲ ናይተብልኣ ነታ ለቃዊሰ ዓገብ ንኹልና ዓገብ በዛ ዋዛ ዋላ ንዛ ማሰ ዘንጎራዝንማ ሽፍን ብላ ለባም ክሕጎሰ ፍረወይኒ ኾንክን ክትወጻእ ብጋማ ዋሕሰ ኢልና ድሕሪኡ ከ ኣጋጣሚ ሚኩ ኣይትቀየመኒ እምበር ሎምስ ኩሉ ሰብ ኣዝናኑ ኣሲሩ ከም ፈረስ እንዳ ኣቦይ ገብራይ ልጓም ጌሩ ኸይድ ሓደ ገሪሙኒ ሕጂ እቲ ጽባቐ ክኾኑ ከ ሓቂ ዘረባ ብዘይ ብሩን ጽቡቓት ይኹን ዓንተይ ነገረክኒ ግን ቁሩብሲ እንታይ ዳእዩ ትርጉሙ ዳኣ እዚ ስናንካ ምእሳር ኢለ ናይ ሎሚ ጎራዙ ናይ ሎሚ ጎራዙ ናይ ሎሚ ጉባዝ ናይ ሎሚ ጎራዙ እቲ ግርጻንክን ዚንጎ ተጎዝጊዙ ዝባን ስንኽን ስልኪ ተታሒዙ ንኸንፈርክን ልሒጹ በዝቢዙ ፍሽኽ ክትብላ ንዓይኒ ዘቖንዙ መልክዕ ስኢኑ ስንኽን ፍጹም'ዩ ፈዚዙ መሸጎር መሲሉ ምእሰር ናይ ከልቢ ሰንሰለት ናይ ማዕጾ ዝሰብር ንቐልቢ ልጓም ንፈረስ እዩ እምበር ዘየድሊ ንጋላ ዘድሊ ንጋላቢ ነዚ ድማ ይኽፈሎ'ዩ ገንዘብ እልቢ ብላዕ ኢልዎ ትካል ርሒስዎ ረቢ መሳምር ገጢሙ ኣብ ትሕቲ ግርጻንክን መሺቱ ወሲድዎ ኣብቲ ኣሽሓትክን ድሕሪ ዓመትን ፈረቓን ስኒ ስንብዕሉ ከንፈር ተዘልዒፉ ሻንፎትክን ፌኮ እሰራሉ ኣካ ረኣናዮ ካብ ስራሕ ፈጣርስ ሓጺን ዶ ኣሕሊሉ። ምንጋጋ ጸላኢና ሓጺን እዩ ዝርኣሉ ኮሪዐን ኣለዋ ኣሓትክን እኒ ስኖም ፈኻኽ በዓል ፍጮ ኮሪዐን እኒ በቐጥ ቦኽባኽ ትዕድልተን ኣኽቢረን ስርሓት ናይ ኣምላኽ ጊጽ ውጥም ቅልቅል ስነን ድንግል ሒዘን ንስኽን ግን ፍሽኽንተልክን ይሽብረር ከንፈርክን ተስሓቅክን ፋግሮ እናጸዋዕክን ክር ክርትም የለ ፍሕስ ግይጽ ስኒ ንብላሽ ጠፊኡ ምስክና የማኒ ዓጽሚ ምግሃጽ የለ ምምንጫት ንባኒ ኣኽለካ ዛኽለካ
እስኻ ከምዚ ኣዚያ ንነቐፌታ ዘይኮነሲ እም፣ ሕጂ ስኽስ ኣነ ክጽቡቕ ነቐፌታ መዓልቲ እግንዘ። ክህልወካ።
ኣነ ሕጂ እንታይ መስለካ ክርዳእኪ ጽቡቕ መዓልቲ እዩ። ኣቲ ንሕና ጽቡቓት ኢና ዋላ ንባዕሉ ኮቲ ኢና እዩ ናተይ ሕጂ ንውሽጢ ዝኣተወ እዩ ንደገ ውጽለይ ኩሉ ሕጂ በዚ መለኪኖ ድዮም እሞ ጽቡቕ ኣምላኽ ዝፈጠሮ ነገር ጽቡቕ ነገር እዩ ሓንቲ ከኣ መሓዛና እያ ኣጋጣሚ ብገለ ሃገር ከይዳ ምስ ረኸብኩዋ ሲ መፅያ ሰላም ትብለኒ ኣብ ሓደ ቦታ እዩ ተቐይምኩ ዲኺ ተቐይምኩ ዲኺ
ማእሰ እንታይ ድዩ ዋዛ እዩ ብዘይ ብብለክሉ ክፅብቕ መዓት እዩ

ምላይ እምበር ስኢነኪ ጽልምኺ ጠፊኡ ኣመና ቒሕኺ ምልላይ እምበር ስኢነኪ ጽልምኺ ጠፊኡ ኣመና ቒሕኺ ተውሎ ተኽሊ ሰውነትኪ ምልላይ እምበር ስኢነኪ ጽልምኺ ጠፊኡ ኣመና ቒሕኺ ተኽሊ ሰውነትኪ ካብ ማራ ምግዛፉ ዱባ መዓኮርኪ ፈሊቶ ጓሒፉ የዕንቲ ዘማዊ ዓትዒቱ ቆሊፉ ኣንቲ ደንበር ዶ ንስኺ ፍጥረትኪ ዝቐይር እንታይ ተለኺኺ ኒምሰሊ ክዳን ጭራም ዘይሰታሪ ኣጥቦትኪ ኣንጠጥዩ ዘው ኢልና ምድሪ ኣስላፍኪ ምስናይ ዜብረኡ ኣዳም ወጣጢሩ ዘፍትሕ ስሪኡ ግደፊ ግናይ እንዲዩ ከምኡ ናይ ትማል ኩሕሊ ኣዕንትኺ ጉንጓን ሲልክዮን ሸፋሽፍትኺ ላጺኺ ሓራም ተጋጊኺ ኣንታ ኣነ ድማ ስቅ ኢለ ይግረም እዛ ዝፈልጣ ደኣ ከይህሉ ብምሕላም ከም ብጽሕቲ ወርሒ ከም ኣውቲስታ በጣሕ ትሪምባ ከብድኺ መሲሉ ይበጥስ መሰጣሕ ከም ብጽሕቲ ወርሒ ከም ኣውቲስታ በጣሕ ትሪምባ ከብድኺ መሲሉ መሰጣሕ ንሱ ውን ሕኑኡ ክፈዲ ካብ ሓላዋ ካናቲራ በጢቁሎ ቀይዲ ከም ጋሙስ ከተማ ከም ብጋይት ዓዲ ቅልቅል ኢሉ እንሀ ከምቲ ስእሊ ጉርዲ ኣጥባትኪ ከይፍንጀር ስኢኑ ኣባዲ ቀደም ቀሎብ ቆልዓሲ ክሳብ እግሪ ጉብዝና ሎሚ ቀለብ ጎበዝ ኮይኑ መፈተኒ ስብእና ኣፍኪ ዝነበረ ኣፍካትም ሎምስ ተጎምጺጹ ተቀይሩ ተማም ከም ጠባይኪ ድማ ዘየለ ተሓባኢ ንርኹብ ምስኪን ንሱ እንዳሃላይ ክንቅጽል ዶ? የእዳውኩ ድማ ኣብ ደምኦም ረሲዖም ስረ ሰብኣይ ዝፈትሑ ንመልጎም። ክንዲ ዘይቲ ርእሲ ክንዲ ዘይቲ ዕላም ክንዲ ባዘሊን እወ ክንዲ ዘይቲ ስምስም ፈውሲ ፈጸጋ እንዳበልኪ ተለኺኺ ኮንዶም ኣብ ዝለካ መርመም ብልዕ ኣቦኻ ትኾን ዘይድገም ኣብ ዝለካ መርመም ቆልዓ ክረስዕክሲ ምሰጓዝ ደምዳም ኣንታ ሓብተይ ግዜኽንዶ ብኾንቱ ኣይሕለፍ ነብስኺ ዘክሪ በጃኺ ቁሩብ ክነዕርፍ ኢለ ኣብቲ ምስ በዝሐስ እሳት እያ ከምዚታት ኣሎ እቲ ትማሰል
ኣስሚዕካ ዲኻ ነታ ኣይበልኩዋን እምበር ኣውስ ምተበልና ህኮት ምተፈጥረ ሕጂ ክትሰምዓ እንደ ጠፊእካ
ባይዘወይ ግን ትማሰ ከምዚ ነቐፋ ይገረ ክኾን ኣለዎ እቲ ነቐፌታ ግን ቁሩብ ዋዛ ሕውስ ኣቢልካ ገለ እዩ እምበር ማስያ ንሰብ ክሕረቕ ወይ ከኣ ንሰብ ከብል ገለ ኣይኮነን ከምዚ ገለ ወላ ንባዕሎም እውን ሓድሕዶም ክበሃሃሉ ከለዉ ከምኡ እዩ እወ ስለዚ ማለት ንምናኣስ ኣይኮንካ እንተምጽኦ ናይ ክፍኣት ክእረም ስለ የብሉን ዘለዎ ግን ክእረም ኢልካ ኢኻ ተምጽኦ እቲ ናይ ናይ ማሰ ባህሪ ማለት እዩ
ሕራይ ኣብ ሃገራዊ ፌስቲቫል ክልተ ሽሕን ዓሰርተን ከዓ ቀዳማይ ዕውት ከም መራሒ መደብ ብዙሕ መደባት መሪሕካ ኣለኻ ሕጂ ኣብዚ ናይ ክልተ ሽሕን ዓሰርተን ሃገራዊ ፌስቲቫል ነብረ ድማ ቀዳማይ ወፅኻ ነርካ ከም መራሒ መደብ እስኪ ከመይ ነይሩ እቲ ህሞት ገለ ክትብለና እወ እቲ ናይ ምምራሕ መደብ ኣብቲ ባህል ንሕና ነዊሕ ዓመት ስለ ዝገበርና ብሰራዊት ስለ ዝኾንና እዩ ፀገም ናይ እዚ ጸገም ኣይኮነን ጽባቐ እዩ። ኣብ ሰራዊት ኬና ብዙሕ እዋን ንርኢ ኣብ መመረቕታ ተዓሊም ዝተፈላለዩ ወፍርታት ገለ ክኸውን ከሎ እቲ ባህልታት ከም ማንም ናይ ግንባር ባህልታት ንሕና ከዓ ከም ባህሊ በኒፈር ኣብ ዝተፈላለዩ ቦታ ከይድና ነርኢና ንሰራዊትና እንተኳ ንብሎ ንኸይድ ንቐፅል እቲ ዘሎ እቲ ከም ኣርቲስት ክትብሎ ትኽእል ማለት እዩ ኣጋጣሚ ሃገራዊ ፌስቲቫል ምስ መፀ ኣሃዱና እዮም ከምኡ ኢሎምኒ ውድድር ኣሎ ብጻይና ሳልሕ መሓመድ ዝበሃል ድምጻዊ ናይ ብሄረሳው ኣብጣ ተወዳዲርና ከቢድ ውድድር ነይሩ ካብ ትሽዓተ ካብ ትሽዓተ ብሄራት ካብ ሽዱሽተ ዞባታት ዝመፁ ዓበይቲ መራሕቲ መደብ ዘለዎ መደብ እዩ ነይሩ ኣብኡ ቀዳማይ ኮይነ ተዓዊተ ነብሱ መሓሮ ሽዑ ምሳይ ዝነበረ ዝፈትዎ ሓወይ ኣያይ ፍፁም ሕፈሮም ወዲ ሕፈሮም ኣብ ኣዲስ ኣበባ ተሰዊኡ ከምኡ ከዓ እብራሂም ስለማን ምራጭ ነይሩ ናይ ራይሞክ ስለ ዝኾነ እቲ መደብ ክውዳእ ከሎ ኣብቲ ናይ ንግሆ ኣብኡ እዮም ዝነግሩኻ ንሕና ከዓ ኣጋጣሚ ኣብ ቦሎኛ ኢና ኮፍ ኢልና ነርና ደው ኢሎም ቴሌፎን ከዓ ቢያትና ነይራ በል ናይ ራይሞክ ሽልማ ስለ ዘለካ ከምዚ ኢልካ ሰዓት ኣርባዕተ ምፃእ መእተዊ ከዓ ካብቲ ናይ ባህላዊ ጉዳያት ጥቃ ዌስቲን ዘሎ ካብ ውሰድ ኢሎምኒ ከይደ ኣነ ቀዳማይ ደ ካልኣይ ኣይፈለጥኩን ኮፍ ኢለ ዕልል ደሕፍሮም ጥዑም ይዕላሉ ነዚ ጋጣሚ እዚ ኣዝየ ዝፈትዎ እዩ በቃ ፈትዎ በቃ ኣያና እዩ ቦና እዩ ግን ማሽ እዩ በቃ ክዕለካ ከሉ ኣይምኖን ይዕላሉ ምስ እንዳዕለልና ከልና በዚ ሽመ ይፅዋዕ ኣለኩ
ስሚዕካር
ወደ ሓደ ስኻ ስኻ ምስ በሉስ ታይ ኣነ ሓሰብኩም ከም ተሳታፊ ገለ ምስ በሉኒ ከይደ ተቐቢለ ንሳቶም ኣይ ግዜ ኣብ ከምዚ ዓቢ ነገር ደይብኩሉ ኢዩ ሽዑ ኦህ ናይ መጀመርታ ተኸይፈ ትፋካ ከኣ ቤልና ኢዩ ነይሩ ሓደ ኪንዲ ሽሚላ ነይሩ ኦህ ነጅሕና ኢና ግን ቁሩብ ነገር ብወረቀት ምዃኑ ኢዩ በቲልና በቲልና ስታ ምሸት ጸንቢልናያ ኢና ኣሰይ ጽቡቅ እናበልና ከምዚ ዓይነት መስል ነይሩ እቲ ውድድር። ከምኡ ጀሚርካ ወላ ኣብ ክልተ ሽሕን ዕስራን ኣርባዕተን እውን ኣብ ኣዋርድ ቀዳማይ ዝበለጸ መራሒ መደብ ናይ ሓይልታት ምክልኻል ተባሂልካ ነይርካ። ኣዎ ዋልታ ኣዋርድ።
ናይ ዋልታ ኣዎ። ኣዎ። ከመይ ተሰሚዕካ እስከ ከመይ ነይሩ ሽዑ ከ? ወሽዑ ኣብ ምክልኻል ኩለን ጉጅለታት ባህልታት ማለት እዩ ዋልታ ኣዋርድ ዝብል ቆይሙ ንሕና ከኣ ከም ተወዳደርቲ ንሕና ንጉጅለ ባህሊ በኒፈር ወኪልና ማለት እዩ እቲ ውድድር ነይርና። ኣዎ። ሓር ኣብቲ ውድድር ምስ ተወዳደርና ኣነ ብዙሕ ተዝባል ኣይኮን ከም ዝብለክ ዘለኹ ሓንሳብ ምስ በልኩስ ርሱዕ እዩ መቸም ኣጋጣሚ ናብ ስመራ መፂና ገርና ስራሕና ኮልና እዮም ኣብያ ኣለኻ ታስኻ ገለዎ ከምዚ ኢልካ ትኽኢልካ ነፋሲት ክትከይድ ኣለካ ኢሎም እንታይ እዩ ነፋሲት እንታይ ኣጋጢሙ ኣብኡ ኣለኩም ውድድር ናይቶም ካብዚ ምክልኻል ዝሓለፍኩም ነፋሲት ምስ ከድኩ ባህልናተይ ኣይፀንሐትን
በይንኻ ነርካ እዎ ካብቲ ባህልስ ኣነ ጥራይ ከይደ ሓደ ኢኻ ነርካ ድሕሪ ሽዑ ምስ ጉጅለ ባላ ሓሬና ምስኦም ኢኻ ተመዲብካ ዘለኻ መራሕ መደብ ኮንካ ኣለኻ ኢሎምኒ ዋው ንሳቶም ከዓ ተወርዋሪ እዚ እዩ ናቶም ክትዛረበሉ ዓብ ሰፊሕ እዩ ልካ ከምቲ ባህሊ ናትና ማለት እዩ ጌርና እቲ ውድድር ኣብኡ ከዓ ቀዳማይ ሂቦምና እሞ ክንደይ መራሕቲ መደብ ነይሮም ሽዑ ናይ
ዳርጋ ናይ ኩሎም ጉጅለ ኣባልታት መራሕቲ መደብ ነይሮም፣ ካብኦም ሰለስተ ሰባት መጺእና፣ ካብቶም ሰለስተ ከኣ ቀዳማይ ካልኣይ ሳልሳይ ተባሂልና ማለት እዩ። እቶም ባህልታት ከኣ ከባቢ ዓሰርተ ክልተ ገለ በጽሓ እዮም እቶም ጉጅለ እቶም ባህሊ ባህልታት። ኦ፣ ኦኬ። ካብኦም ቀዳማይ ኮንካ በዕራኻ ብጣዕሚ ጽቡቕ እ ኣብ ክልተ ሽሕን ዕስራን ሽዱሽተን ዝነበረ ናይ ኤሪ ቲቪ ዝተፈነወ ውድድር ዋልታ ኣዋርድ ዝነበረ ድማ እ ብዙሕ ሰብ እ ኣዛሪቡ እዩ እዚ ብ ስኔማ ሮማ ቀሪቡ ዝነበረ ማለት እዩ ምክንያቱ እቲ መደብ ባዕልካ ኢካ መሪሕካዮ ኔርካ ኣብቲ መደብ እቲ ከኣ ካልኣይ ወጺካ ኢካ ወዲእካዮ መስለኒ እስኪ ብዛዕባ እዚ እንታይ ትብለና እቲ ሞት ከ ከመይ ኔሩ እንታይ ትሰሚዕካ ኔሩ ገልጸልና ታዲ
ክትመርሖ ኢካ ምስ ተባሃልኩ ሓድሽ ዓመት ከባቢ ኔሩ
ሆታይ ዳሞ ከምዚ ዝበሎ ዓቢ መደብ እዩ ኣብ ሮማ ከኣ ንፋርማይ ግዜ ከምኡ ዓይነት መደብ ንክመርሕ ማለት እዩ ዋህ ተኣኒነ ኣይደቀስኩን እቲ ዝኸውን ነገር እሞ ከኣ ካብ ዝተፈላለዩ ባህልታት ዝመጹ ደረፍቲ እዮም ነይሮም ደርፍታቶም ክተጽንዕ ኣለካ ናይ ዝተፈላለዩ ቋንቋታት እዩ ሳሆ ትግረ ትግርኛ እወ እንታይ እንታይ ምድላዋት እስከ ትገብር ነርካ ሽዑ እወ ማለትሲ ለውጥን ቻነል ኣለዋ እንዶ ትመፅኣ ኩሉ ኣትገብረን እንተዘይኮነ ከዓ እንቻለ ኣብኡ ምስ ኣተኻ በዓል ዝመፅእ ገለ ብዙሕ ኣሃ ይመፅእ ዝብል እ፣ ምስ ኣበልና ጌርናዮ ብዝኾነ ኣነ ሃራይ እቲ ናተይ ሓሳብ ዝነበረ ቀዳማይ ዝኸውን እዩ መሲሉኒ ባዕለይ መሪሐስ እ፣ ኣብ ሸቓቕ ኩሉ ከም ሳልሳይ ዶ ወፀ ገለ መለ ካልኣይ ዶ ወፀ ምስ በሉ መርሃዊ ልክዕ እቲ ሸቓቕ ንላዕሊ ዘሎ ኮይኑ ዝሰምዕኒ ዋይ ንምንታይ እቲ ቀዳማይ ዝወጽእ ነቲ መደብ ዝመርሖ ዝብል ሓሳብ ግን ኩሉ ግዜ ከኣ ቀዳማይ ኣይትኸውንያ ተቐቢልናዮ ከኣ እቲ ነገር ደሓን ኢኻ ኣታ ደኣ ኣዎ ደሓን ኢኻ ኣብ ብዙሕ መደባት ኣብ ብዙሕ መደብ ከኣ ከም መራሒ መደብ ሰሪሕካ ብዙሕ ኣዋርድ ወይ ብዙሕ ሽልማት እውን ተዋሂብካ ኢኻ ኦ እዘን ናይ ፈስቲቫል እዘን ናይ ምክልኻል ናይ ኤክስፖ
ገለገለ ከዓ ምስ ባህልና ከዓ ባዕልና ንመርሖ ማለት እዩ ዝተፈላለየ ዑደት ክኾን ከሎ መላእ ሃገር ሰራዊት ኣብ ህዝቢ ኣብ ጎስጓስ ኣብ ዝርከበሉ ከዓ ንኸይድ ኢና ማለት እዩ ምስዛት እዩ ተተመክሮ እው ሕጂ ኣብዚ ኩሉ ከም መራሒ መደብ ሰሪሕካሲ ኣብቲ ኣብ ዓበይቲ መደባት ሰሪሕካ ኢኻ ኣብቲ ዝነኣሰ መደብ ከም ሸው ኣብ ዩትዩብ ዝዝርጋሕከ ስለምንታይ ኢኻ ክሳብ ሕጂ ዘይሰራሕካ
ኣጋጣሚ ማለት እምበር እኳ ንሰርሕ ነይርና ግን ከምዚ ስራሓልና ሳብ ዘይበለ ግን ንክሰርሓልኩም ኢልካ ዘኽየል እዩ እቲ ድሌት ግን ኣብ ቦቱ እዩ ፀገም የለን ንሕና ከምዚ ዝበለና ወይ ክሰራሓልና ዝብል ሰብ ተሎ ብጉሳት ኢና ሎውንቲ ነዊሕ ዓመት ስትምኮሮ ነገር ከዓ ኣብቲ መድረኽ ከምኡ ዓይነት ከኣ ትፍትኖ ማለት እዩ። ትሕቲ ኣሞራ ሸውዓተ ሚእቲ ዘለዎ ሰብ ዝሰርሐ ወይ ትመራሕ ኔርካ ዶ ሰለስተ ተዋሳእ ኣብዚ ሽዱሽተ ደረጃ ኣገዲምካ እንታይ ትብሎም ኣሎ እዚ ከቢድ ነገር ኣይኮነን። እወ እም፣ ካብቲ ብዙሕ ዝሰራሕካዮ እስከ ኣዚኻ ተድንቖ መራሒ መደብ መን ኣሎ?
መብዛሕት ኦም ኣዚ ካብ መራሕቲ መደብ ተልናስ ካብቶም ናይ ገድሊ በዓል ሊንጎ መጺጽ ኢልካ ጀንደ ብዙሓት እዮም ኣብዚ ናይ እዚ ሕጂ ከኣ ኣብ ዩቲብ ዝራኣዩ ዘለዉ ናይ መድረኽ ብጾትና ኣብ ኣዲስ ኣበባ ዘሎ ጢኑ ኣሎ ብዓብዪ ዋሪ ሄኖክ ካልኦት እውን ኣለዉ። ሕጂ ካብዞም ኩሎም እቲ ዝተዋሃብካዮ ሽልማት ንሓደ ማለት እዩ ከም ህያብ ክህቦ ድምብርፅ ኣይምበለንን እስከ ትብሎ መን ኣሎ? ሓደ ካብዞም መራሕቲ መደብ ማለት እዩ። ትማር ሞገ እወ እሱ ሽልማት ክህቦ ከም ህያብ ክህቦስ ትምርጽ ኣይብለንን እዩ። ናይ ብሓቂ የድንቆ እየ እዚ መራሒ መደብ ትብሎስ ይብል ኣሎ። ስማ እንዶ ኒኮ ሂበዮስ ክበኒ ድዩ ዋላስ ክቦ? ኖኖ ክትቦ እምበር ከም ህያብ እንዳ ክትቦ። እንታይ ለቦ? ስለ ተድንቆ። ዋይ
ኣራ ይበሉ ኣብቲ ገዛና ኣሎ እንታይ መሃቡ ተኮይኑ ሲ እወ ሕጅስ ተድንቆ ሓደ መራሒ መደብ ሰለስተ ድየን ገለን ድየን ኣነ ዳሞ ንሰለስተ ሰባት መሃብክዎ ንሓደ ሰብ ኣቲ ክተባእ ስኒ ኣቲ
ንሓደ ሰብ እዩ ንሓደ እሲ ካብዚኦም ኩሎም ሓደ ተድንቆ ብፍሉይ ተድንቆ መራሒ መደብ
እሞ እንዳ ከምኡ ተልክኒ ባይዘወ ኣነ ዋሪ ምሃብኮ ዋሪ
እቲ ዝገብሮ ኣክት ብፍላይ ኣብቲ መድረኽ ኮይኑ ሃንደበት ዝመውዞ ነገር ገለ ይስመዓካ እዩ ከም መራሒ መደብ ገለ እቲ ኢሉ ምስ ሓሲቡ ወይ ገለ ዘምጽኦ ሕክያታት ደስ እዩ ዝበለና እዩ ኣነ ንዋር መሃብኮ ማለት እተን ክልተ ናይ ዋልታ ዘለዋ ሓደ በዚ ዝበቅ ሓደ ዝስሓቅ ኣሎ እተን ማርቦ መሃብኮ እሞ ድሓን ድሕሪኻ ድሕሪ መደብ ሃባም በልኩ ድዝምለሳ

ንማይ መን ዝገብሮ እንድሕር ማይ ብርትዕ እዩ እንታይ ትገብሮ ዕልቕልቕ ወይ ማይ ከምዚ እንታይ ዝበሃል ተመፂካ እዚ ናይ እዚ እንታይ ዝበሃል ካብ ባሕሪ ዝመፅእ መን ሕዞ ንዑ ዝሕዞ ነገር የለን ኣብ ዓለም ዝበርትዐን ዝመስከነን ማይ እዩ ንማይ ብጥንቃቐ ተሒዝካ ፅቡቕ እዩ ከምኡ ዝብሉ መቸም ገለ ፃዓዱ ዝሓራ ፈላጥ እዚ ትደግምዮ ማለት እዩ። ማዩ እሺ ናፍተን ንዓንቲ ወይ ምልስ እ፣ ዝገደፍናዮ ሓቂ ወይ ሓሶት ሕቶታት ክመልሰካ ሃረ እ፣ ቆልዓ ኣዚኻ ኢኻ ትፈቱ ግን ናይ ቆልዓ ስራሕ ኣይረኣናልካ ኣለካ ድዩ ወይስ ከም ጽውጽዋያት ደርፊ ወይ ካልእ ስነ ጥበባዊ መዝሙር በለ ስራሕ ኮሎ መዝሙር ክንሰምዓ ሓንቲ ናይ ቆልዑ ናይ ቆልዑ ኣውድዮ ክንሰምዓ ንኽእል ንቆልዑ ዝተሰርሐ ማለት እዩ ጽውጽዋያት ገለ ግን ኣጋጣሚ ዓቲብና ከይሓዝና እምበር ብዛዕባ ባንዴራ ገለ ኣሎ ከም ሻሙ ከኣ ቆልዓ ከኣ እንታይ ይመስለኪ ሓቂ ዘረባ ከም ቆልዓ ጥዕም ኣብ ዓለም ኮ የለን ባንዴራና ዝብል ኣሎ መዝሙር ዝገበርና ኣሎ ካልእ እውን ኣሎ ግን ኣጋጣሚ ግዜ ተረኽበን ስለ ዝኾነ እምበር ኣነ የድንቖም እየ ብፍላይ እዞም ናይ ቆልዑ ዝሰርሑ ዘለዉ ሰባት እዞች ንዖም ኢለ ዝሰራሕኹ እዮም ወማስ እቶም ቆልዑስ ብዛዕባ ባንዴራ ሲ ባንዴራ የተንበልብል ወንዳ ሳዕስዑ ገለ ይረኣየካ ምስ ፍናን ረዘነ ብሓንሳብ መሊእናዮ ከምዚ ሎ ብዙሕ ዝገበርናዮ

ከምዚ ብዙሕ ኣሎ ከምዚ ዝገበርናዮ ግን ኣጋጣሚ ኣብ ዝኾነ ቻነል ኣይጸዓንናዮን ምስ ፍናን ረዘነ ዝበሃል ኣሎ ዓርከይ ምስኡ ኮይና ብዙሕ ሰራሕናዮ ኣሎ ከምዚ ጽውጽዋያት ገለ ገለ መሰልቲ ኣጋጣሚ በዚ ኣጋጣሚ እዚ ዝኾነ ከም ዓይነት ነገር ክሰርሕ ዝደሊ ሰብ ተሎ ንሕና ቁሩባት ኣለና ማለት እዩ ጽቡቕ ከም ደራስን ዳይሬክተርን ስራሕካ እዩ ኣሎ ስራሕት ሕጂ ንዳይሬክተራት ንተዋሳእቲ የሸግርዎም እዮም ይበሃል ሓቂ ድዩ? እዎ ክልተ ነገር እዩ እቶም ዳይሬክተራት የሸግርዎም ክኾኑ ክእሉ እዮም እቶም ተዋሳእቲ እውን የሸግሩ ክኾኑ ክእሉ እዮም ንምንታይ እዮም ክልቲኦም ክሸጋገሩ ዝኽእሉ ምክንያት ኣብቲ ሽግር ኣብ ውሽጢ ምስ ኣትኻ ግን ስራሕ ክሳብ ዝኾነ ግድን እዩ ሓደ ነገር ክትገብር ኣለካ ስኻ ክትበሃል ኣለካ ልኡም ዝበሃል ነገር የለን ስለዚ ኣብቲ ክትዘራርበሉ ኣለካ ነገር ክትሓራረቕ ትኽእል እያ እምበር ከምዚ ኣዝዩ ዘሸግር ዳይሬክተር ተድካስ ንምንታይ ዳኣ ነቲ ተዋሳኣይ ከምጽዎ ዳኣ እሞ ሓደ ነገር ክሰርሕ እንዲ ዳኣ መጽዩ ጅንሽተይ ጉድለት ምስ ረኣየ ግን ካብ ንሱ ተጋግዩ ኣብቲ ቪድዮ ዝመጽእ ሲ ንኸይጋገ እዩ ዳይሬክተር ከምኡ ዝገብር ተዋሳኣይ ከኣ ቁሩብ ኣብ ግዜ ኣብ ገለ ኣብ ገለ ከኣ ፈልቶ ክህልዎ ይኽእል ተዘይኮይኑ ናይ ስራሕ ባህሪ እዩ እኮ እዚ ማለት ኣዝዩ ዝጋነን ጉስጢ ብጉስጢ ወይ ደንጎላ ብደንጎላ ገለ የለን ክሳብ ክንዶ የለን ግን ናይ ስራሕ ባህሪ እዩ ትጋራጮ ግድን ከዓ እዩ ክሰራሕ ከኾንካ ትጋራጮ ኣለካ እምን እምን እኳ ዝጋጮ
ኣብ ከምቲ ዋሳኣይ ዝተራሕካዮ ከዓ ዝተጠለምካላ ገንዘብ ወይ ዘይተኸፈልካላ ፊልም ኣላ ዶ
ኣነ እኳ ሓቂ ዘረባ ይተሓዝለይ ኣይዝክሮን እያ ከምታት ነገራት ኣይዝክሮን እየ ድዩ ወይስ የለን
የለን እንታይ እሞ ንሕና ይንጠላለልና እኮ መብዛሕትኦም ገዜም ከምዚ ደላ ነገር ኣውፅኦም እዮም ዝዛረቡ ሰባት ኣለዎ እምበር ከመይ ኢልና ክንጣሎም ከመይ ናብያ ክንጣሎም ኣብዚያ ንረኸ ኣብዚያ እዚኣ ትኾን ስኩር ኣብታ ናይ ፋስት ፉድ ከባቢ ናብያ ካ ክትከይድ ኣነ ሕጂ እዚ ካዛንጋ ከይኮይነ ዩጋንዳ ካበይ ክሕባ
የለን የለን ዝጣዕሰካ ስራሕ ወይ ድርሰት ከ?
ያው ኣጋጣሚታት ገለ ኣጋጣሚታት ክህሉ ይኽእል እዩ ግን እንታይ እሞ ንዓይሲ ምስ ብስለት ምስ ገለ ምስ ገለ ዝመጽእ ነገር ኣሎ ምስ ግዜ ከኣ ነገራት ምስ ረኣኻያ ብኻ ከምዚኣ ኮይና ዝብሎ እዋን ኣሎ ዘይኮነ ኣነ ዝገበርኩ ተጣዒሰ ኣይፈልጥን እየ እንታይ ንምንታይ ይጣዕስ እየ ናዋ እ፣ ዕርቡንን ተዋሳእትን ከኣ ከመይ እዮም ኣይሳነዩን እዮም እዩ ዝበሃል እ፣ ንኣብነት ሲ ተዋሳእቲ ዕርቡን ተኸፊሎም ዝጠልሙ ኣለዉ
ኣባና ምስ ተኸፍሉ ኣለዉ ድዮም እንታይ እዋ እንደ ገለ ከም ሰብ ንናቱ ባህሪ ስለ ዘለዎ እምበር ኣዋ ንሕና ብኣይዞ ንሕና ብፍላይ ኣብዚኦም ባህሊ ባህላዊ ንሰርሕ ከምዚ ገለ ኻን ይበሃልና ከማን ሲ ኣብዚ ቻነል ኤሪ ኤሪ

ፅቡቕ
ተዋሳእቲ ቀበርቲ ፈንጂ ወይ ተለቃሕቲ እዮም ዝበሃሉ ስለምንታይ?
ወይ ጉድ ታዛ ጉድና ዝምካ ሕባእኒ ሃራይ በሊ ንሓንደይ
ስለምንታይ? እወ ማለትሲ እንታይ ድዩ ምናልባት ከምኡ ዓይነት ሰባት ክህልዉ ይኽእሉ ይኾኑ። ኣዎ። ገሊና ከኣ ከምኦም ዘይኮንና ክንከውን ንኽእል። ሕጂ ኣነ ብጹኣት ኢና ወይ ከኣ ንሕና ከምዚ ንገብር እና ክትብላ ኣይትኽእልን ኢኻ። ግን ገለ ቁሩብ ሽግር ክብለካ ምሽ እቲ ፈንጂ ከተኽሎ ትኽእል ኢኻ። ግን ሰብ ከይሃሰየ ከመይ ሃንደሳ ጌርካ ትነቕሎ እዩ እቲ ሕቶ። በር ኩላትና ተዋሳእቲ ከምኡ ኢና ማለት ገለ ኣይኮነን። ኣይኮነን ሓደ ሓደ። ያው ገለ ገለ ሰባት ግን ከም ባህሪ ክህሉ ይኽእል እዩ። እዚ ከኣ ንቡር ዘሎ ነገር እዩ። ኣብ ሰዋስው ጥራይ ዘይኮነሲ ኢንጂነር ከምኡ ኣሎ፣ ሓረስታይ ከምኡ ኣሎ፣ ችክሊስታ ከምኡ ኣሎ፣ መካኒክ ከምኡ ኣሎ፣ ፈንጂ መናብርትና እዩ። ናሲ ከምዚ ኣይደን ኣይርዳን ግን ኩላትና ሕቢርካ ከምኡ ክትብሉ ግን ጽባቅ ኣይኮነን ክንደይ ኣርካናት ክንደይ ዓበይቲ ዘሎ ባይታ ናይ ጥበብ እዩ ናይ ብሓቂ ግን ከምኡስ ኣሎ ሓቂ ዘረባ ሓቂ እዩ
ምስ ብዙሓት ናይ ሃገርና ተዋሳእቲ ከዓ ሰሪሕካ ኢኻ እስኪ ካብ ኩሎም ኣዚኻ ትፈትዎ ተዋሳኣይ መን እዩ ኣነ ኣዝየ ዝፈትዎ ማዕበል እዩ ማዕበል ማዕበል ብጣዕሚ እየ ዝፈትዎ ብፍላይ ኣብዚኣ ናይ ሚለኑ ቡሽ ምስ ሃረሞ ግደፍ ግደፍ ግደፍ ግደፍ ዝብል ከሎ ዝናፈቕ ቶን ኣሎ ዋላ ደርፍታቱ ዋላ ዋሳስኡ ኣነ ማዕበል እዩ ዝፈትዎ ማዕበል ኣዝየ ዝፈትዎ ዘሎ ሃገር ዕድመን ጥዕናን ሃባ ኣምላኽ ሓደ መዓልቲ ከዓ መጺሲ ከምቲ ማርሻል ደራሲ ዳይረክተር ናይ ዓድና ኢሳያስ ጸጋይ ዝስርሖ ነበረ ድርሰታት እክብ ኢልና እቶም ባህሊ ንፈታትን ሰባት ከኣ ክሎም ኣሎ በዓል ወጊሕ ኣሎ ብዙሓት ኣለዉ ከምኡ ዓይነት ዝጽሕፉ ሰባት ሓደ መዓልቲ ከኣ ልክዕ ሚሎን ትመስል ወይ ከኣ ሚሎኑ ብገለ ደረጃ እቲ ዝበፅሓ ወይ ከዓ ገለ ስራሕ ክንሰርሕ ከዓ ተስፋ እገብር ንኩሎም ማለት እዩ ነጪ ኣብ ሚሎን ዘሎ እቶም መጀመርያ እቲ ባህሊ ዝበሃል ናይ ባህሊ ስራሕ ዝሰብ እዮም ናዕና ድፍኢት ገይሮም ንወስድ ክሳብ ሕጂ ከዓ ዝምኖ ኣይኮነን ግደይ ገብራት በዓል ኣብ ሚሎኑ ንኩሉኩም ማለት እዩ ኣብ መላእ ዓለም ዘለኩም ንኣነ ናይ ኮም ባህሪ ናይ ስለ ዘለኒ ናይ ባህሊ ኮም ደስ ስለ ዝብለኒ ኣጋጣሚ እዚ ዕድመን ጥዕናን ሃብኩም ኣሸብካ ሓደ መዓልቲ ክንራኸብ ተስፋ ገብር ክንራኸብ ኢና
ትፈትዎ ድምፃዊ ከመን እዩ ካልኣይ ከዓ ዝሸለመካ ሓፂብካዮ ትፈልጥ ኢኻ ከዓ ትበሃል ኣላ ደሓ ሰሚዐ ነይረ ሓቂ ድዩ ሓሶት ኣብዚ ሓፂር ግዜ እንዲ ኣጋጣሚ ኣብ ሓደ ከማን ሲቢ ሾው ነይራ ናይ ኤርሚለስ ኣብ ኢትዮጵያ ተኸድካ ኣስቴር ኣወቃ ተልካ ብሩንዲ ከድካ ኣልፋ ብሩንዲ ተልካስ ኣብ ኤርትራ እንተመጺኻ መን ኢኻ ትብል
መን ትብል ማለት ኣብርሃም ፍርቂ
ካብ ዘሎ ካብዞም ናይ ሕጂ ካብ ዘሎ
ዳዊት ሽላ ኢና ክትብል ዳዊት ሽላ ሕጂ
ኣጋጣሚ ዳዊት ኣና ዳዊት ሽላ ይፈት ሓቂ ዘረ ዋላ እቲ ገለ ክብል ከሎ ሲ ስናምራዊ እዩ ከምዚ ሓደ ሓደ እዋን ኣብ ገለ ገለ እዋን ጭንቀትካ ዘራግፈልካ ድምፃዊ ብፍላይ ከምዚ ናይ ጋዕደ ደርፊ ወይ ገለ ኣነ ፈትዎ ሓቂ ዘረባ ፍትው ኢኻ ክፍቶ ዘለዎ ነገር ኢኻ ካብቶም ደለዉ ሕጅሲ ኣርካናትና ንብሎም ድምጻዊ ኣነ ዳዊት ሽላ እየ ዝፈትዎ ክራሩ ድምፁ ብቕዓት ኣደራርፉ ዋላ እቲ ዝገብሮ ነገር ኣዝዩ ደስ ዝብለኒ ኣጋጣሚ ከዓ ኣብ ሓደ ቦታ ከይድና ዕድመ ነይራትና ናይ ዘርኢ ምድሪ ትብል ተኸታታሊት ኣብኡ ኮይናስ ኣብኡ ተራኺብና ብ በኒፈር ዋው
ኣጋጣሚ
መልሲ ኮፍ ኢልና ከለና ገለ እንዳ ሰላም ተባሂልና መፂ ሚእቲ ዶላር ሸሊሙኒ እታ ሚእቲ እዋ እወ ብዙሕ ሓደ ሓደ ነይሩ
ብዙሕ ተበራዓት ከኣ ተነይሩ ከኣ ቁሩብ ሲግናል ከኣ ተበቶኺኻ መስለኒ ኣጋጣሚ እታ ባድላ ሓቂ ዘረባ ምስ ጽቡቕ ሓቂ ሓቂ ሓቂ ጽቡቕ እታ ባድላ ናይ ክራያ ነይራ ሕጂ እታ ባድላ ናይ ክራያ ነይራ ንጎረሶ እያ ኣነ ንጎረስኤ ንከተማ ቀያይረ ንከተማ እንዳኸድኩ ከለኹ ተቐቢበ ይቤየም ሓንቲ ጓል ተቐቢላ ከዓ ፌስታል ፈተሽኮ እዩ መሲሏ ን ከምስልና ከዓ ተዋሳእቲ ፈንጂ ገብረዮም ገለስ ኣይ ተዋሳኢ መሚድ ብዚ ገዲፉ ከይድ ኣይትሓስብነ ሰበይቲ ከዓ ኣጋጣሚ ወይ ፈትሸኒ ናብ ፌስታል ዓፅዩ ነይራ ኣቦይ ኢልካ እዩ ክምሕፀ ሽዑ እቲ ቤንጃሚን ዝበሃል ሰብኣይ ናብዚ ለማሽ ንከምዚ ኮይኑ ሕጂ ዋላ ብፍርቂ ትሽረፍ ናዚኣ ገለ ነዞም ናይ ብርኪናፋሶ ወይ ናይ ገለ ምሽ ኣለዉ እቶም እንታይ ዝበሃሉ ሒዞም ንዕዖም መሲሉ ኣሎ ኣብኡ ከይድካ ትኸውን ግን በዚ ኣጋጣሚ እዚኣ ኣላ ኣጋጣሚ ከማን እዚ ዘመስግኖ ዳዊት ሓወይ ቲቲ ፍቕሪ እዩ ዝዓቢ ናይ ብሓቂ ሓንቲ ዘጋጥም ነገር እዩ ግን ከምዚ ጋጢምንካ ጽቡቕ ይገድሕ ታሊልናሉ በጽ ሓዚንካ ትኾን
ሚእቲ ኣላ ዶላር ደሓን እየ ገና ደሓን እየ። ናይ ትረኽቦ ኢኻ
ግን ካብ ኣጋጣሚ እንታይ ትገብር ሓሲብካ እዎ፣ ኣይኮንካን እህ፣ ኮነ ኢልካ ኣይኮንካን ግን እቲ ነገር ኣይኮነን። ኣጋጢሙ ኣሎ ስለዚ እንታይ ኢኻ ክትገብር ኣለካ ናይ ወይ። ያ ነብሱ ትቕበላ። ትብል። ኦ፣ እ፣ ትፈትዋ ግን ዘይረኸብካያ ሰብ ከ መን እያ
ኮብለለይ እንጂ ኤ፣ ሓቂ ደኣ ደስ ትብለካ ብጣዕሚ ኢኻ ትፈትዋ ግን ኣይረኸብካያ
ብዙሓት ኣሎ ብዙሓት ብፆት
ሓንቲ ኣብአን እስኪ እዋ
ደይረኸብኳ ዝፈትዋ ብዙሓት ኣላ ብፍላይ ዘን ደቂ ሃድና ገደ ማራይ ዝፈትዋ ጅዳሓን መመን ክብለክ ዳኣ እሞ ደይ ሰላም ትኹነልክሞ ሰላም
ተዋሳይት ድያ ኣይኮነትን ኣረይ ድሓን ሰላም ኣብ ዘለኺ ኣይረኸብካያን የላን የላን። ኣለኹም ድዮም ማሕሰብ ወላይታ ናኖ የላን እያ ዘላ በኪ ኦኬ፣ ሓረግ፣ ኣዋ።
ይቕሬታ ምስኦም ኣብ እ፣ ተኸታተል። ኣብ ሂወትካ ዘይትርስዖ ትናፍቆ ወይ ትናፍቃ
ኣብ ህይወተይ ብዛዕዚ ዝርሳዕ ዝናፍቆ እ፣ ነብስሄር ስነ ጥበበኛ ሃብቶም ጃሞ ዝበሃል ዓርከይ እዩ እም፣ ብጣዕሚ እየ ዝናፍቆ ኣጋጣሚ ከዓ ናይ ዓለም ነገር ኮይኑ ማለት እዩ
ትናፍቃ
ናፍቃ ዳዛ ዝለከ ሰላም። ሰላም።
ምናት ገዛውቲ ብዙሕ ነገር እዩ አ፣ እ፣ መርሓዊት ትፈትዎን ትፀልኦም ባህርን እስከ ከመይ ዝበለ እዩ ዝፈትዎ ባህሪ ግርህ ድብል ከም ናትኪ ፍሽ ፍሕሹ ዝጸልኦ ከኣ ሎቕማጽ ምዃን ሎ
ብፍላይ ብድሕሪ ሰብ ምዝራብ ኣይፈትዎ ሚልዮነር እንተትኸውን እንታይ ምገበርካ ሚልዮነር እንተትኸውን እንታይ ምገበርካ ብቕልጡፍ ሚልዮነር ዝኾነ እንታይ ምገበርኩ መስለኪ ንኩሎም ኣብ ኣስመራ ዘለዉ ለማኑ ሓደ ዓቢ ዳስ ምስ ረኣኹም ሰለስተ መኻይን ከኣ ዓበይቲ መኻይን ከም ሲኖትራክ ቢራን መግብን ድመልኣ ምገበርኩ ሓደ ዓቢ ፈስቲቫል ምገበርኩ ነይሩ ባድላ ዝገበረ ሰብ ኣብዚ ቦታ ከይቅልቀል እናበሉ ባድላ ዝገበረ በልዎ በትሩ ገይሩ
ሓደ ሰብ ሓንቲ መዓልቲ ኩሉ ሰብ ክሕጎስ ከም ዘለዎ እቲ ሓጎስ ዝደልያ ኣብ ጽርግያ ብዙሕ ሂወት ርእዩ ተብሊ ዘሎ ሂወት እንታይ ዝበሃል ዝገበርኩሲ ሓደ መዓልቲ ሕጉስ መዓልቲ ምኾነ እዚኣ ምገበርኩ ብል ካልኣይ ቆልዑ ዝሓሙ ኣብ ሆስፒታላት ዘለዉ ከኣ ብድሕሪ መዓልቲሲ ምበጻሕናዮ እዚኤን ገረስ እተን ገንዘብ ተዝጠፍኣን ኣይ ወላሓንቲ ኣሰይ ድሓን ክኸውን እዩ I hope ትጸልኦ ዓይነት መስተ እንታይ
ጽሩ ዓይነት መስተ መስተ ድዩ ዝበሃል እንጣጢዕ
ካብ ስተ ነገር ካብ ኮነ ብዙሕ እንታት እያ እዚኣ? እ፣ ካልእ ብጀካ ስሚ ዝኾነ ክሰቲ እኽእል እየ።
ምግብኻ ትጸልኦ ምግቢ? ጽልኦ ምግቢ የብለይን ሓንቲ ምግቢ ዶ ጽላእ ምግቢ ብሰለ ትረኺብ ምግብስ ኣይጸልእን እየ ዓገበይ ጠቕላላ የለን ወላ ሓንቲ ዋላ ሓንቲ ብልዓ ኩሉ ኢኻ። ወዳኢ ተኸእ እ፣ ሓራይ ተመነ ተዝብሉኻ ኣብዚ ሰዓት እዚ እንታይ ምተመነኻ? ኩሎም ኣብ ስደት ዘለዉ ኣሕዋትናሲ ሓደ መዓልቲ ኣብ ማእከል ዓድና ተራኺበስ ሓደ ዓቢ ኮንሰርት ክግበር ተመነኹ። ትሪኦ እንዲኻ ኣብ ገለ ገለ ሃገራት ዓቢ መደብ ክግበር ኣነ ከኣ ተመነ ተዝብልኒ ኩላትና ተራኺብና ማለት እዩ። እዚኦም ነዊሕ ዓመት ተፈላለና ነዊሕ ዓመት ስደትን ከርተትን እንጀራ ክኣሪ ከይዱ ዘሎ ሰብሲ ተራኺብናስ ኣርባዕተ ሚእቲ ሽሕ ሓሙሽተ ሚእቲ ሽሕ ሰብ ዘለዎ ዓቢ ኮንሰርት ምስ ኩሎም ድምፃውያን ንክንገብር ሲ ከምኡ ደስ ምበለኒ መደብ ባዕለይ ምራሕ ኮሽ ባዕልካ ትመርሖ መደብ ኦ፣ ብድሕሪ ዋላ ጋሕ ተበልካ እንታይ ፅገማል ናይ ራፕ ኮንሰርት ድ ይደርፊ ዓብ ኮንሰርት ትገብሮ እምበር ኣይትርኢ እንዲኺ ከምዚ እዞም ኣፍሪቃውያን ገለ ዝገብሮ እዋእ። ክንዱ ብዙሕ ሰብ ዘለዎ ገለ ክትርኢ ከለካ ከ- ደስ ይብለካ ዶ? እወ፣ ኦ፣ ሓደ ብጣዕሚ። ዝበኪ ሓደ ዝሕጎስ ሓደ ገለ ካሜራ ከማን ሲ ኣይኣኽላን እቲ እቲ ፍሬም ካብ ብዝሒ ከምኡስ ብዙሕ ሰብ። ተመንኹ
ከም ስነጥበበኛ ዘጣዕሰካ ነገር ኣሎ ዶ? ብዙሕ ኣይኮንኩን ኣነ ኣይዝክሮን እየ ኣይጣዕስ ዲኻ ከ? እዎ ንሽዑ ዝስምዓካ ነገር ኣሎ ግን እንታይ እሞ ብዙሕ ከቢድ ዘጣዕስ ነገር ከ የብለይን ኣነ ብዙሕ ከምዚ ብሂወት በዲልኒ ምርሃው ዝብል ከኣ የለን ኣነ ሕጂ እንታይ እሞ ከቢድ ዝጣዕስ ነገር ኣሎ እዩ?
ኣብዚ ሕጂ እዋን መብዛሕትኡ ስርሓት ማለት ኣብ ፊልም ንሪኦ ወይ ካልኦት ሸዋት ኣብ ዩቱብ እዩ ዝዝርጋሕ ዘሎ። ሕጂ እዚ ናይ ዩቱብ ስርሓት ከመይ ትሪኦ እስከ ንስኻ? እቲ መድረኽ እንድዩ ኣምፂኦ እቲ መድረኽ ኣምፂኦ ዩቲብ መፂኡ ኣነ ሓደ ነገር ክንግር ሕጂ ክነግረኪ ኤሪቲብ ዝብል ክጅመር እዩ ምስ ዩቲብ ክጅመር በላ ጀሚርካ ኤሪቲብ ዝብል ክጅመር እዩ ምናልባት ከምዚ ዘይከውን ትንቢት ገለ ይመስል ክኸውን ይኽእል። ኣዎ። መብዛሕትኡ ስርሓትና ሲ ገይሹ እዩ ዘሎ ክምለስ እዩ ብዛዕባ እንተ ዝበለኩ ጸናሕኩ ማለት እዩ። ኣዎ። እቲ ጽቡቕ ነገሩ ኣብ ኢድ ኣሕዋትና ስለ ዘሎ ሽግር ዝበሃል ነገር የብሉን። ኤሪቲብ ዝብል ምስ ተጀመረ ግን እቲ ገይሹ ዘሎ ስርሓት ንዓዲ ክመጽእ እዩ ዝያዳ ከኣ እቲ ኣርቲስት ሽዑ ክረብሕ ኮይኑ ይስመዓኒ ማለት እዩ። እንተዘይኮይኑ መድረኽ ስለ ዝኾነ ማለት እዩ። ትማሊ ዲቪዲ ነይሩ፣ ቅድሚኡ ሲኔማታት ነይሩ፣ ሕጂ ከዓ እዚ መፂኡ ምስ መድረኹ ኢኻ ትኸይድ ማለት እዩ። ድሓ እዚ መድረኽ ናይ ዩቲዩብ መፂኡ ኣሎ። ብሓፈሽኡ እኳ ሰሪሕኻ ኣብ ዩቲዩብ ክትፅዕኖ ሓደ ቪድዮ ክብድ ስለ ይብል እዩ። ብኣና እዩ ተለሚዱ እምበር ማሕበራዊ ሚድያ ስለ ዝኾነስ ዝኾነ ንስኻ ትገብሮ ክሬቲቪቲ ኢኻ ትፅዕኖ ኣብ ዩቲዩብ። ከምዚ ፕሮዲስ ጌርካ ገለ ገለ ኣይኮነን እቲ ፕላትፎርም ኮይኑ ዝስመዓና እዩ። ጽባሕ ከኣ ድሓን ናብ ዓዱ ምስ ተመልሰ ዝያዳ ክረብሕ ኮይኑ ዝስምዓኒ ስነ ጥበበኛ ክንርክበሉ ኢና ኣጆኺ። እሺ
ካብዚ ኩሉ ስርሓትካ ዝበለጸት ስርሓትካ ኣየነይቲ እያ ንስኻ ትብላ ማለት እዩ?
ከምኡ በሃል ድዩ? እዚኣ ስርሓይ ዝበለጸት እያ ብኣኻ ማለት እዩ። ኣነ ኣብ ናይ ጉንበት ዝገበርኩ ኣብ ክራር ነይራ ሓንቲ ነዊሕ ግዜ ተፈንያ ዘላ ትእምርቲ ብጽንዓት ትብል ናይ መድረኽ ዝገበርና ናይ ነዊሕ እዋን ወሲዳትና ትሬን ንክንገብር ምስ ኩሎም ብጾትና ዳርጋ ሰላሳን ገለን ሰባት ከኣ ኣሳቲፍና ኣላ ከም ዳይሬክተር ገለ ኮይነ ከኣ ሽዑ ነብሰይ ፈቲናያ ማለት እዩ ሓቂ ዘረባ
ዋእ ብሓቂ እዮም እዞም ሰባት ክሓርቁ ንኩሉ ሰብ ክተረድኦ ንኩሉ ሰብ ገለ ሓደ በቃ ሓደ ሰብ ዘይመጺካ ንዑ ክትጽበዮ ንዓ ንዓ ገለ ትብሎ መወዳእታ ግን ዋላ እቶም ድምጻውያን ንባዕሎም እቲ ማሰለ እቲ ደርፊ እቲ በረኽ ስራሕኻ ይኸብደካ ንኹሉ ነገር ማለት እዩ ንሳ ሕጂ ትእምርቲ ብጽንዓት እዩ ከመይ ክኸይዳ ሽዑ ጽብቕቲ ዶ ትርኣ ደሓን እያ ኣብ ከረን እያ ትርኣ ኣብ ሰይ እያ ትርኣ ሕጂ እውን ኣብዚ ኣብ ቪድዮ ስለ ዘላ ክንበኩም ኢና ነቲ ህዝቢ ከዓ ተርእዎ ማለት እዩ እሺ ሓራይ ዝተሰረቕካዮ ድርሰትካ ኣሎ ዶ
የለ ድርሰት ድሰራራ እዚኦም ድርሰት ተሰሪቕና ዝብሉ እኮ ትራማ ናይ ሓንጎል ዘለዎም ሰባት እዮም ሓሳባት ካብ ሰብ ኢኻ ተምፅኦ ኣቀዶ ስለዚ ኣብ ዓለም ሲ ዛንታታት እኮ ተመሳሰልቲ እዮም ፍቕሪ ኣሎ ሓዘን ኣሎ ዓወት ኣሎ ውድቀት ኣሎ ኣቀዶ ድሌታት ኣሎ ነዚ ድሌታት ተስምሮ ትኸዶ መንገዲ ኣሎ ካብዚኦም ሓሊፍካ እኮ እቲ ብእንግሊሽ ኮይኑ እቲ ሓደ ብስፓኒሽ ኮይኑ እቲ ሓደ ብስዋሂሊ ኮይኑ ገለ እምበር ትገላልጸኻ እዩ ዝፈላለ እምበር እኮ ሓደ እኮ እዩ ኣቀዶ ከምኡ ስለ ዝኾነ ያ እኮ እንግሊሽ ብዙሕ ዘይንሰምዖ ከም እኳ ሰምዐ ዝኾነ ዮሲ ደይስ ዘይንሰምዖ ከለና ወይ ዘይርድኦ ሰብስ ንእንግሊሽ ርእዩስ ይርድኦ ስለምንታይ ስምዒት ስለ ዘሎ ከም ሰብ ማለት እዩ ተዋሳኢ ክሕጎስ ከሎ ክፍቅር ከሎ ክሓት ከሎ ክወድቕ ከሎ ዝስቕ ከሎ እዚታት እዩ ተሰሪቐ ድርሰት ከምዚ ገይሮም ዝብል ሰብ ዘሎ ግን ኣነ የርዳእኒ ሓቅና ደሓን ፅቡቅ ንተዋስኦ ኢልካ ዘምፀኻያ ጓልከ ዘፍቀርካያ ኣላ ዶ?
ከምኡታት ገረ ክህሉ ኣይኮነን ሕጂ
ላላ ከምኡ ባህሪ ክህሉ ክእል እዩ ኣነ እዚኦም ኩሎም መዋስተይ ግን ኣሕዋት እዮም እዚ ጋጣሚ እዚ ዝተፈላለዩ ክፋላት ዓለም ኣለዋ ኣነ ከም ኣሕዋት እየ ዝሓስበ
ኣይጋጠመካን ከም ገለ? ኣይሓስቦን ኢኹም ኸኣ እንድዒ ኣይመጸልካን እዩ። ኣብ ስራሕ ተኾይኑ ስራሕ እዩ። እወ ብስራሕ ስራሕ እዩ ድሓር ንሕና ከኣ ከምዚ በቲ ሰራዊት ስለ ዝመጸናሲ እቲ ሕውነት እቲ ፍቕሪ እቲ ገለ ጽቡቕ ጌርና ኣስተማቒርናዮ መጺእና ኮይኑ ዝስምዓና ኣሎ። ብኻልእስ ኣይትሓስቦን ኢኻ ንስኻ ሓንቲ ሓዛኻ ኣላ ምሻሉ ዕጥቃ ትቕበላ እቲ ንስኻ ዘይባል ቡን መዓልቲ እግሪ ጉዕዞ ኢልካ ቡን ትገብረልካ ገለ ተኾይና ኣብዚታት ዓይነት ህይወት ዓቢኻ ወይ ኣብዚ ከባቢ መጺኻስ ኣብዚ ዝጋገለ ትገብረሉ ምኽንያት ክህሉ ይከኣልኒ ዋላ ሕማቕ እኳ ተዘይኮነ ተኾነ ምፍቃር ግን ከም ብጻይካ ከም ሓውኻ ትሓስቦ
ብኮሜድኻ ናትካ ወይ ብካልእ ኮሜዲ ብፍሉይ ደስሓቐትካ ኮሜዲ ተላ ከኣ ትነግረና እዎ እዚኣ ሓንቲ መዓልቲ ኣጋጣሚ ናይ ዘወንጌል ተኽለ ዘዊት ዓብዪ ደራሲ ሓውናይ ሊሎ ትብል ነራቶ

ከይድና ከይድና ከኣ ከምዚ ኢልካስ ኢካ ትፍትነለይ ገለኒ ዘወንጌል ኣወ ሕራይ ኢለያ ንኻ ጅጅ ጫማ ዓብዪ ጃስማ ጫማ እዩ
ናት እስኻ ትኽደኖ ድዩ? እቲ ባባሊሎ ገለ ዝብሎ ኣነ ረዘነ ቤነ ሳሮን በረኸት ዘወንጌል ተክለ ገለ ሰራሕና እያ ኣብ ኣፍ ደገ ገዝኡ ሕጂ ከምዚ ክገብር ስሒተ ኣብዚ ዘብፅሓ ኮይ መስለኒ በዚ ሃቦ ኢልካ እዮም ዘወንጌል ዘዊት ሓራ ኮነ ኢልካ ኮነ ኢልካ ስእልክ መልሓሰይ ክሳብ ዝነክስ ኣነ ሞ ዘይፈለጥ ዘወንጌል ግደፉ ከመይ ጌርካ ዘይትፈልጥ ኣክቲንግ ኮይ ዝብለካ ዘለኹ ከምዚ ጌርካ ክትግስመኒ ማይ ኣምፂእና ኣረጋ ዜና እዚታት ኣሎ ዘሳቅካ ዘይት
ድራማታት ናይ መድረኽ ከ ከመይ ክትቅፅሎ ኢኻ ፀሓፍካዮ ከሎ ድዩ መፃኢ ከመይ ኣሎ መደባት ገርመኪ መድረኽ ሲ ንሕና ብዓብዪ ኣያና ስነ ጥበባዊ ኤፍሬም ካሕሳይ ኮዳ ኢና ንፈልጦ ዞማ ኣጎስማ ዝብል ሰሪሕና ሓንቲ ከዓ ሰብ ኣርዎ ገለ ናይ መን ረክጥዖም እያ ሓግዘካ ኣብኡ ፊት ንፊት ኢኻ ምስ ሰብ ራስ ብራስ እያ መዓንጣ ተለካ ተኣትዋ ከምዚ ኣክት ኢልካ ሓንሳብ ጠጠው በል ቁረፆ ሰሓቦ ገለ የለን የለን ኣዎ እንተዝህሉት ናይ መድረኽ ዓቢ ነገር ምኾነ ንሕና ብፍላይ ከም ከም ንኣሽቱ ገለ እዋን ኣርኪብናሉሲ እቲ ዝጣዕሚ ሂወት ዘሎ ንሱ እዩ ብላይፍ ኢኻ ኸኣ እቲ ድምጽኻስ ብላይፍ እዩ ኣብዚ ዝኾነ ካብቲ ዘሎ ሰብ ክሰምዖ ክኽእል ኣሎ ዋእ እንተዝህሉዳ ጽቡቕ ነይሩ ገለገለ ዝፈተናዮ ነገር ኣሎ ዕድል እንተተረኺቡዳ እቲ ዝጣዕመ ነገር ነይሩስ እምበር ናይ መድረኽሲ ከም ናይ መድረኽ ፍቕሪ ዝኾነ ነገር ነዊሕ እዋን ኢኻ ፕሮቫ ትገብሮ ንሓድሕድካ ክሰማምዓ ክትክእል ኣለካ ኣብቲ ኣብቲ መድረኽ ከኣ ምስቲ ኦድየንስ ፊት ምሳኻ ሕጎስ ምሳኻ ሓርቕ ምሳኻ ገለ ብዙሕ ነገር እዩ ይሆፕ ሓደ መዓልቲ ክምለስ ገጹ ክመልሰልና ማለት እዩ። ዘመን ተመሊሱ ናይ መድረኽ እንተተመሊሱ ጥበብ ዓድና ኣብ ዝዓበየ ደረጃ ክበጽሕ እዩ። ኣብዚ ሕጂ ዝጸሓፍካዮ ዘዳለኻዮ ገለ ገለ ዝፈተኒ ኣሎ። ቀሊል ኣይኮነን ኣስታት ፍርቂ ሰዓት ክትጽሕፎ ኣለካ ፍርቂ ሰዓት ኣብ መድረኽ ኮንቲኒቲ ከይትቆርጽ ከኣ ነቲ ኦድየንስ ክመጾ ክኽእል ኣለዎ ሳውንዲ ናትካ ላይቲን ዝገብሩ ሰባት ኣለዉ ኮራስ ተዋሳእቲ ኣለዉኻ ነቲ መድረኽ ከተመዓርጎ ተኾንካስ ልዕሊ ዓሰርተ ሓሙሽተ ሰባት ብውሕዱ ተበዚሕካ ከኣ ልዕሊ ኣርባዕተ ሰባት ክስ ኣርባዕተ ሰባት ክሳተፉ ኣለካ ነቲ መድረኽ ነቲ መድረኽ ጽብቕ ተኾይኑ ማለት እዩ። ሕጂ ገለ ገለ ዝፈተናዮ ኣሎ ኣይ እኳ እቲ ግዜ ጽቡቕ ንሪኦ ንኸውን ተተመሊሱ ኣብ መጻኢ እ እዚ ዘለናዮ ወርሒ ወርሒ ሰነ እዩ። እወ። ድሕሪ ቅሩብ ሰሙናት ከኣ ሰማእታትና ንዝክረሉ ዕስራ ሰነ መዓልቲ ሰማእታት እዩ እሞ ካብቲ ብዙሕ ስርሓትካ ንኽብሪ እዚ ረዚን ዕለት ወይ ብደርፊ ወይ ብግጥሚ ወይ ድማ ብሞኖሎግ ናይዚ ማሕበራዊ ሚድያ ናብ ማሕበራዊ ሚድያ ክትዝርግሖ መደብ ኣሎ ዶ ወይ
ማሲ እቲ ትዕልት ረዚን ዕልል ሓቂ ዘረባ ብልክዕ እዎ ነዚ ዘይንኸውንካ ኣይኮናን እቶም ብፆትና እቶም ኣያታትና ኣቦታትና ኣሕዋትና ኣሓትና ዕምበባ ዝወስዳ ክወልዳ ክዝምዳ ዝግበአን ምእንቲ መሬት እየን ከይደን ሕጂ ገለገለ ኣሎ ኣብ መድረኽ እውን ክንገብሮ ኢና ዓብ መድረኽ ኣሎ ኣብ ዞባ ማእከል ፊት ማርካቶ ብዙሓት ዓበይቲ ድምፃውያን ኣሎ ንዕኡ ዘዳለኹዋ ኣላ ብኣውድዮ ማለት እዩ ናው ስማዓኩም።
እሺ ሓራይ። በዚ ኣጋጣሚ ከኣ ኣብ ዝተፈላለዩ ክፋላት ዓለም ዘለኹም ከኣ ነዚ መደብ እዚ ትከታተሉ ዘለኹም ነዚ ግጥሚ እዚ ኣብ መድረኽ እቶም ኣብ ኤርትራ ዝተወልዱ እቶም ኣብ ኣሜሪካ ኣብ ኤርትራ ከኣ ዘይተወልዱ ብሓፈሻ ንኹሎም ከኣ መልእኽተይ ክተብጽሑለይ ተስፋ ገብር ናብኡ ከስምዓክሞ እሺ ድሕሪኡ እቲ ግጥሚ ከኣ ንስኺ ከመይ ሪኢኽዮ ክንሪኦ ኢና።